ሰላም ከመይ ትጸንሑ ክቡራት ተኸታተልቲ ንሎሚ ሶኒ ምሸት ሰላሳ መጋቢት ክልተ ሽን ዕስራን ሽዱሽተን ዝተዳለዉ ሓደሽቲ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንደብታቱ ህወሓት መንግስቲ ፌዴራል ወተሃደራዊ ምንቅስቓሱ ደው ከብል ዘቕረቦ ጻውዒት ዝምልከትን ኲናት ሱዳን ኣብ ዶብ ኢትዮጵያ ይቕጽል ከምዘሎ ከም ዝተሓበረን ኢትዮጵያ ምስ ኣሜርካ ከም ተሰማምዐትን ብዛዕባ ውግእ ኢራን እስራኤልን ኣሜርካን ጎረባብቲ ሃገራት ኢራን ዘለዎ ሓደሽቲ ምዕባለታትን ዝብሉን ካሊእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ውግእ ኢራን፣ እስራኤልን ኣመየሪካን ጎረባብቲ ሃገራት ኢራን ኣብ ዝቐጸለሉ፣ ኣብ ኲናት ኢራን ቀንዲ ጀማሪት ዝነበረት እስራኤል ኣብዚ ግዘ'ዚ ኣብቲ ኣብ ሊባኖስ ተካይዶ ዘላ ዓቕማ ዝኾነ መጥቃዕትታት ተዋፊራ ከምዘላ ዝሕብሩ ምንጭታት፣ ንኣመየሪካ ኣብ ሰፊሕ ናይ ኲናት ሃዋህው ኣእትያ ሕቖኣ ትህባ ከምዘላ'ውን ይግለጽ ኣሎ። እስራኤል ኣብቲ ኣመየሪካ ትምድቦ ዘላ ናይ መሬት ኲናት ክትሳተፍ ከምዘይኮነት'ውን ዝሕበር ክኸውን እንከሎ፣ ኣብቲ ኣዝዩ ዝተሓላለኸን፣ ነዊሕ ግዘ ክወስድ ዝኽእል ብዙሕ ዋጋ ከም ዝኽፈሎ ተገሚቱ ዘሎ ናይ ኣጋር ሰራዊት ኲናት ዝኾነ ኢድ ክህልዋ ዘይምለያ ነቲ ቀንድ መሓዝኣ ኣሜሪካ ፖለቲካዊ ጥልመት ከም ዝጠለመታ ክሕሰብ ከም ዝኽእል ወን ናይ ኣሜሪካ ፀብፃባት ይገልፁ። እስራኤል ኢራን ኣብ ልዕሊ ከተማታት ቴል ኣቪቭን እዮሪሳሌምን ሃይፋን ተካይዶ ዘላ መጥቃዕትታት ደው ክተብሎ እውን ትምሕፅን ዘላ ኮይና ኢራን ኣብ ልዕሊ ከተማታት እስራኤል ኣህጉራዊ ሕግታት ዘይፈቕዶ ኣገባብ ትጥቀም ከም ዘላን ንጹሃት ሲቪላውያን ግዳይ ይኾኑ ከም ዘለዉ ምግላጻ እውን ይሕበር ኣሎ። ኢራን ኣብ ልዕሊ እተን ምስ ኣሜሪካ ጥቡቕ ርክብ ዘለወን ሃገራት ተካይዶ ዘላ ቀጻሊ መጥቃዕትታት ታቦት እንከሎ፣ ኣብ ልዕሊ እስራኤል እውን ኣብ ልዕሊ ወሰንቲ ዕላማታት ተጥቅዕ ከም ዘላ ዝገለጸት ኮይና፣ እታ ሃገር ኣብ ወደባዊት እስራኤላዊት ከተማ ሃይፋ ኣብ ልዕሊ ዝርከብ መጻረዪ ነዳዲ ከቢድ ጉድኣት ኣውሪዳ ከም ዘላ እውን ገሊጻ። ናይ እስራኤል ወገናት ከም ዝሓበርዎ'ወን፣ ሓደ ፋብሪካን ሓደ ናይ ነዳዲ ገደ ብፍንጫል ናይተ ብጸረ ኣየር እስራኤል ዝተሃረመ ሚሳኤል ምቅጻሉ'ውን ክሕበር እንከሎ፣ ኣብ ልዕሊ ህይወት ሰብ ዝወረደ ጉድኣት ከም ዘይነበረ ዝሓበሩ ሰብ መዚ ናይቲ ከባቢ፣ እቲ ባርዕ ናብ ካሊእ ከባቢ ከይላባዕ ከም ዝሰርሑ'ውን ገሊጾም። ኣብ ልዕሊ እስራኤል ኣብ ሳልስቲ ዝወረደ መጥቃዕቲ ዝተወሳሰበን ኣዝዩ ሓደገኛ ምንባሩ ዝሕብሩ ምንጭታት እቲ ሚሳኤል ካበይ ከም ዝተወንጨፈ'ኳ ዛጊድ ብንጹር እንተዘይተፈለጠ ሚሳኤላት ኢራን ሂዝቦላን ንሰሜናዊ እስራኤል ከጥቅዑ ምቐነዮም ግን ወሲኾም የርድኡ። ኣብዚ እዋን እዚ ኣብ ልዕሊ እስራኤልን ካብ ኢራን ሂዝቦላን ክመጽእ ዝጸንሐ መጥቃዕትታት ኣብ የመን ናይ ዝርከቡ ሑቱ መጥቃዕቲ'ውን ተሓዊስዎ ከም ዘሎ ዝግለጽ ዘሎ ኮይኑ፣ ቅድሚ ሓደ ሰሙን'ውን ኣብታ ወደብ ዝርከብ መጻረዪ ነዳዲ ግዳይ ተመሳሳሊ መጥቃዕቲ ኢራን ኮይኑ ምንባሩ ይዝከር። ኢራን ኣብ እስራኤል ጥራይ ዘይኮነ ኣብ ልዕሊ ጎረባብታ ሃገራት ዒራቕ'ውን ከቢድ መጥቃዕቲ ዝወሰደት ክትከውን እንከላ፣ ሚኒስተር ምክልኻል ዒራቕ ኣብ ሓይሊ ኣየር መሓመድ ዓላ ዝዓለበ ሚሳኤል ነፈርቲ ውግእ ኢራቕ ከም ዘዕነወ ምግላጹ ይሕበር ኣሎ። እቲ ኣብ ኢራቕ ዝተኻየደ መጥቃዕቲ ኣብ መዕረፎ ነፈርቲ ኮይኑ ኣብ ልዕሊ ህይወት ሰብ ዘብጽሖ ጉድኣት ከም ዘየለ ክሕበር እንከሎ፣ ሚኒስተር ምክልኻል ኢራቕ ኣብ መርበብ ሓበሬትኡ ኣብ ዘውጽኦ ሓድሽ ሓበሬታ እቲ መጥቃዕቲ ዘይሓላፍነታዊ ምዃኑ ገሊጹ ኣሎ። እዚ ከምዚ ኢሉ እንከሎ ንናይ ኢራን ኲናት ኣመልኪቱ ተሓዋወሰ መግለጺ ይህብ ከም ዘሎ ዝግለጽ ዶናልድ ትራምፕ፣ ናይ ኢራን ነዳዲ ናብ ኣሜሪካ ክግዕዞ ምዃኑ ገሊጹ'ሎ። ኣሜሪካ ዝሓለፈ ጥሪ ንናይ ቬንዝዋላ መራሒ ኒኮላስ ማዱሮ ተሰኪማ ናብ ዋይት ሃውስ ከም ዘምጽኣቶ ዝሕብር እቲ ፕረዚዳንት ብተመሳሳሊ ኣገባብ ናይ ኢራን ነዳዲ ክወስዶ ምዃኑ ምግላጹ ንብዙሓት ሚድያታት የዘራርብ ከም ዘሎ'ውን ይሕበር ኣሎ። ናይ ኣሜሪካ ፕረዚዳንት ዶናልድ ትራምፕ ኣብ መጽሔት ፋይናንሻል ታይምስ ኣብ ዝሃቦ መግለጺ፣ ነታ ምንጪ ልዕሊ ቴስዓ ሚኢታዊ ሰደድ ኢራን ምዃና ዝንገረላ ኣብ ወሽመጥ ፋርስ ትርከብ ደሴት ካርክ ክቆጻጸራ ከም ዝኽእል ኣተንቢሁ ከም ዘሎ ዝተገለጸ ኮይኑ፣ ነዳዲ ኢራን ምቁጽጻር ማለት ነታ ወደብ ምቁጽጻር ማለት ምዃኑ ገሊጹ። ናይ ዓለማዊ ፖለቲካ ተንተንቲ ኣብ ዝህብዎ ዘለዉ መግለጺታት ብኣንጻሩ ነቲ ናይ ትራምፕ ዝጻረር ኮይኑ ይቐርብ ከም ዘሎ ኣብ ዝሕበረሉ ዘሎ ግዜ፣ ደሴት ካርክ ምቁጽጻር ምስ ምምራኽ ፕረዚዳንት ማዱሮ ተመሳሳሊ ክኸውን ከም ዘይክእል ብምግላጽ ንናይ ኢራን ሓይሊ በሲዕኻ ደሴት ምቁውጻር፣ ኣሜሪካ ቅድሚ ሕጂ ገይራቶም ካብ ትፈልጥ መጥቃዕታት እዚ ከባደ ክኸውን ከም ዝኽእል'ውን ይገልጹ ኣለዉ። ናይ ዶናልድ ታራፕ መግለጺታት፣ ልዕሊ ናይ ኢራን ሰራዊትን ህዝብን ንናይ ጎረባብቲ ሃገራት ኣሻቒሉ ከም ዘሎ ዝሕብሩ ምንጭታት፣ እተን መጥቃዕትታት ኢራን ዘንበን ዘሎ ሃገራት ዓረብ፣ ናይ ኣሜሪካ ወተሃደራት ናብ ኢራን ምስ ዘውሩ ኣዝዩ ኣሰካፊ ኩነታት ይጽበየን ከም ዘሎ፣ ይገልጻ ኣለዋ። ናይ ኣሜሪካ ሓይልታት ብናይ ነፈርትን ሚሳኤልን ደብዳባት ጥራይ ኣብ ልዕሊ ኢራን ኣብ ዘካይደሉ ዘሎ እዋናት፣ ኢራን ቀንዲ ታርጌት ጌራተን ከም ዘላ ዝግለጻ እተን ሃገራት፣ ካብ ሃገራተን እውን ዝተበገሰ ሰራዊት ኣሜሪካ ንደሴታት ኢራን ምስ ዝኣቱ ከጋጥመን ዝኽእል መጥቃዕትታት ክግምታ እውን ተጸጊመን ከም ዘለዋ ይግለጽ ኣሎ። ናይ ህጹዋን ዘተ እዋን ዘካየደ ማሕበር ሃገራት ዓረብ፣ ከም ኔቶ እውን ኣብ ዓንቀጹ ኣስፊርዎ ዘሎ መጥቃዕቲ ኣብ ልዕሊ ሓደ መጥቃዕቲ ኣብ ልዕሊ ኩሉ ዝዓይነቱ ኣገባብ ክጥቀማ ተሰማሚዐን ከምዘለዋ እውን ምንጭታት ዝገልፁ ኮይኖም ናይ ግብፂ መንግስቲ ነቲ ኣገባብ ኣብ ግብሪ ንምውዓል ብወግዒ ከምተዛረቡ እውን ይግለፅ ኣሎ። ኣብ ልዕሊ ሃገራት ዓረብ ዝካየድ ዘሎ መጥቃዕትታት ብዕሊ ዝኾነ ንኣልሲሲ ግብፂ ዝኾነት ናይ ዓረብ ሃገር ምስ ትህረም ኣብ ገዛእ ርእሳ ከምዝወረደ ከምትሓስቦ እውን ዝገለፀ ኮይኑ ንኲናት ማእከላይ ምብራቕ ደው ከብል ዘኽእል ሕጂ እውን ብዘይካ ፕረዚዳንት ዶናልድ ትራምፕ ካሊእ ዝኾነ ሓይሊ ክህሉ ከምዘይክእል ምግላፁ እውን ይሕበር ኣሎ። እዚ ከምዚሉ እንከሎ ኣብ ስዑዲ ዓረብ ፍልይቲ ነፋሪት ኣሜሪካ ተወቒዓ ኣብ ክልተ ከምዝተገምዐት ተረጋጊጹ ኣሎ። ኣብ ስዑዲ ዓረብ ኣብ ዝርከብ መዓስከር ሓይሊ ኣየር ኣሜሪካ ተወቒዓ ዝዓነወት ነፋሪት ዘርኣ ሰኣል ዝተዘርግሐ ኮይኑ ድሒሩ እቲ ሓበሬታ ሓቂ ከምዝኾነ ተረጋጊጹ። ኲናት ሱዳን ኣብ ዶብ ኢትዮጵያ ይቕጽል ከምዘሎ ተገሊጹ። ኣብ መንጎ ሓይልታት ሰራዊት ሱዳን RSFን ዝካየድ ዘሎ ኲናት ኣብዚ ግዘ'ዚ ንናይ ኢትዮጵያን ኤርትራን ሓይልታት ጥራይ ዘሳትፍ ኮይኑ ከምዘሎ ዝሕብሩ ምንጭታት ሱዳን፣ ብፍላይ ኣብ ዶብ ኢትዮጵያ ሰፊሕ ኲናት ከምዘሎ ይሕብሩ። ሓይልታት RSF ብሓገዝ ሰራዊት ኢትዮጵያ ኣብ ልዕሊ ሰራዊት ሱዳን ጸብለልታ ክጓናጸፉ ይረኣዩ ከም ዘለዉ ዝሕብሩ ናይቲ ከባቢ ምንጭታት፣ ሰራዊት ሱዳን ኣብ ዝገብሮ ናይ መልሰ መጥቃዕቲ ስጉምታት ኣብ ካቢ ቢንሻንጉል መጥቃዕቲ ብምግባር ቦታታት ከም ዝተቖጻጸሩ እውን ይሕብሩ። እዚ ከምዚ ኢሉ እንከሎ ካብ ግብጺ ናብ ሱዳን ክምለሱ ንዝተመዝገቡ ሱዳናውያን ተመዛበልቲ ዝኸውን ሓድሽ ናይ መጓዓዝያ መስመር ምኽፋቱ ዝገለጸ ኮሚቴ ኣል-ኣማን ንወለንታዊ ምምላስ ሱዳናውያን ካብ ግብጺ ዝኸውን ሓድሽ መስመር መጓዓዝያ ስርሑ ምጅማሩን ነቶም ተመለስቲ ዝኽፈል ከምዘየለ እውን ኣነጺሩ ኣሎ። እቲ ኮሚቴ ምምላስ ባሽሓት ዝቑጸሩ ዜጋታት ሱዳናውያን ካብ ግብጺ ንኽምለሱ ባይታ ኣብ ምንጻፍ ክሰርሕ ምዃኑ ክገልጽ ዝጸንሐ ኮይኑ፣ ስርሑ የሳልጥ ከምዘሎን ሓድሽ መመለሲ መስመር ዝያዳ ኣብ ምምላስ ናይቶም ተመዛበልቲ ዝያዳ ጥቕሚ ከምዘለዎ እውን ገሊጹ ኣሎ። እታ ብሱዳናውያን ነጋዶ ዝተመስረተ ጉጅለ፣ ናጻ ናይ ኣየርን መሬትን መጓዓዝያ ዘቕርብ ኮይኑ፣ ብሕድሕድ ኲናት ሱዳን ምንባር ዝሰኣኑ ኣብ ምሕጋዝ ተዋፊሩ ከምዘሎ እውን እቲ ጉጅለ ይገልጽ። ህወሓት መንግስቲ ፌዴራል ዝገብሮ ዘሎ ወተሃደራዊ ምንቅስቓስ ደው ከብል ፃውዒት ኣቕሪቡ። ህዝቢ ትግራይ ከም ህዝቢ ህልውንኡ ዓቂቡ ንምቕፃል ኣብ ዝውስን መድረኽ ይርከበሎ ክብል ህወሓት ሎሚ ናይ ምሸት ኣብ ዘውፅኦ መግለፂ ሓቢሩ። ሰሙናዊ መልእኽቲ ብዝብል ውድብ ህወሓት ኣብ ዝሐለፎ መልእኽቲ ብሞትን ስቓይን ህዝብና ዘይዓግቡ ጀኖሳይደራት ንዝሓለፉ ዓመታት ብዝፈፀምዎ ኩሎም መልክዓት ጀኖሳይድ ከይተናስሑ ሕጂ እውን ንኻሊእ ዙር ደማዊ ኲናት ኣብ ምድላው ይርከቡ እዚ ከዓ ፀሓይ ዝወቕዖ ሓቂ እዩ ክብል ገሊፁ። ህወሓት ኣብ መግለፂኡ ወሲኹ እውን ነዚ ዝሓስብዎ ዘለዉ ካሊእ ዙር ደማዊ ኲናት ንምምችቻው ድማ ህዝቢ ትግራይ ብማሕበራዊ ኢኮኖሚያዊ ዓቕምታቱ ብምድኻም ሓድነቱ ሸርሺርካ ዓርሱ ዘይከላኸል ህዝቢ ንምግባር ሰፊሕ ወፍሪ ሓንጺጾም ይሰርሑ ኣለዉ ዝበለ እቲ ውድብ፣ ስለዚ ማሕበረሰብ ዓለም፣ መንግስቲ ኢትዮጵያ ስምምዕ ፕሪቶርያ ብምጥሓስ ዝገብሮ ዘሎ ኩሉ ወተሃደራዊ ምንቅስቓስ፣ ኣንቢርዎ ዘሎ ዕጽዋን ክባን ከምኡ'ውን መሃያ ሰራሕተኛ ሓዊሱ ክልከላ ባጀት ቅሉዕ ዓወት ካሊእ ዙር ኲናት ብምዃኑ ብምርዳእ እጃሙ ክዋጻእ ንጽውዕ ኢሉ። ኢትዮጵያ ምስ ኣሜሪካ ትሰማማዕ ከምዘላ ተገሊፁ። ናይ ኢትዮጵያ ኢንስቲትዩት ሚኒስተር ወፃኢ ጉዳይ ኣብ ዘውፅኦ ፅሑፍ ኢትዮጵያ ናይ ኣሜሪካ ምርፅቲ ኮይና ከምዘላ ገሊፁ'ሎ። ኣሜሪካ ኣብ እዋን ትራምፕ ፖሊሲኣ ከምዝቐየረት ዝሕብር እቲ ፅሑፍ ንሃገራት ትህቦ ዝነበረት ረድኤት ገዲፋ ኣብ ናይ ስምምዕን ስራሕን ስርሓት ኣተኲራ ከምዘላ እውን እቲ ፅሑፍ ምሕባሩ ተጠቒሱ። ኢትዮጵያ ንወፍርን ሓባራዊ ንንሕድሕድ ስራሕቲ ዝኸውን ትሕተ ቅርፂ ኣንፂፋ ብምህላዋ ምስ ኣሜሪካ ድልዱል ስምምዕ ክትከትም ከም ትኽእልን ምስ ኣሜሪካ ሒዛቶ ዘላ መደባት እውን ኣብዚ ከባቢ ተመራጺት ገይርዋ ከም ዘሎ እውን እቲ ጽሑፍ ወሲኹ ገሊጹ። ክቡራት ተኸታተልቲ ንሎሚ ዝተዳለወ ዜና ነዚ ይመስል። ኣብ ዝቕጽሉ ዝፍነው ዜናታት ብቐዳምነት ክበጽሐኩም ሳብስክራይብ ዘይገበርኩም ሳብስክራይብ ንክትገብሩ ብኸብሪ ንዕድመኩም።